ልመላእ ኣዴታት ዓለም ብዋናነት እንደገና ልዴታት ትግራይ እንኳዕ ልመዓልቲ እኖ ልበዓልክን ኣብፀሐክን ምባል ይፎቲ። ከምቱ ልፍለጥ ወላዲት ኣብ ዝተፈላለየ ቦታታት ኣብ ዝተፈላለየ ዓድታት በብናይ ባዕሎም ኣካይዳ መዓልቲ እኖላወሉ የኽብሩ እዮም ኣብ እንግሊዝ ብሓንቲ ግሪካዊት ርያ ትበሃል ኣዴታት ኽብሪ ክህልየን እኔዎን መዓልቲ ክህልየን እኔዎን ብልብል ምኽባር ጀሚራቶ። ብተመሳሳሊ ኣብ ጥዕና ኣጋጢሙ ልነበረ ጸገም እውን ናይ ጥዕና ጸገም ልምፍታሕ ብኖታት ኣቢልካ እዩ ብልብል ኣብ ኻሊእ ከባቢ እውን ብተመሳሳሊ መዓልቲ ን ላበለ ላተኸበረ መጺኡ ኣብ ኣሜሪካ ልዚ ጉዳይ እዚ ላብ ቤት ምኽሪ ላብ ሴኔት ብምቕራብ በብዓመቱ መዓልቲ ን ልበሃል ክህሊ ኹል ግዜ እዙ ናይ ኣርባዓ ጾም እዚ ኣንሕና እውን ና ክርስትና ሃይማኖት ተኸታሊ ልጾሞ ናይ ኣርባዓ ጾም ብልኣተይ ኣብ ምበል ኻልኣይ ሰሙን መዓልቲ ን ላተብሃለ ላተኸበረ ክኸድ

እኖታት ልኖታት እዚ በዓ እዚ መዓልቲ እዚ ልኖታት እውን ኽብሪ እንህበሉ መዓልቲ እኖ ኮይኑ ክኽበር በሻዓይቱ ብል ነበራ ናይ ቦርድ ኣመራሕራሕታት እቲ መዓልቲ መዓልቲ እኖ ላተብሃለ ምኽባር ጀሚሩ ኣሎ ሶ ብኡ መሰረት ሎማዓንቲ ልመበል ዕስራይ ሓሙሽተይ ጊዜ መዓልቲ እኖ ነኽብር ኣለና ማለት እዩ ስለዚ ኣደ ኣዴታት

ኣብ ካብ ልጅመር ልላሓለፉ ዕስራ ሓሙሽተ ዓመታት በብዓመቱ ተፈላለዩ ነገራት ላተገበሩ ላተሰርሑ ኣዴታት ላተኸበራ ልኸዳሉ ስራሕቲ ላሰራሕና መፂእና ኢና። ኣብነት ክለዓሉ ልኸእሉ ነገራት ብሰንኪ ናይ ደም ሕፅረት ኹለናምቲ ንፈልጦ ኣዴታት ብግዜ ወሊድ ሞት እውን የጋጥም እዩ። እሱ ልምፍታሕ ናይ ደም ልገሳ ፕሮግራማት ብምዝግጃው፣ ብተመሳሳሊ ኣዴታት ኣብ ብጣዕሚ ኣጸጋሚ ኹነታት በተለይ እንደገና ዕድመኣን ልዕሊ ኣርብዓ ዓመት ኣብ ልኾነሉ ግዜ ብዙሕ ናይ ምውላድ ወይም ሕርሲ ናይ ምትእንጋድ ዕድል ክህልዬ እንተሎ ክፍጠሩ ዝኽእሉ ጸገማት ኣለዉ። ከም ናይ ማህጸን ምልሕላሕ እንብሎ ናይ ፊስቱላ ጸገም እንብሎ እዚኣቶም እውን ብወፍሪ መልክዑ ኣብ ትግራይ ንመጀመርያ ግዜ ምልቆ ማህጸን ኦፕራሲዮን ብምግባር ሸውዓተ ጋይናኮሎጂስታት ኣምጺኻ ብምግባር ተብ ነገር ግን ብኡኡ ከብቅዕ ስለ ለይኽእል ትዝርግሐ ሳይንቲፊካሊ ተኣይ እዩ ትጸገም እንደየና እዩ ትጸገም ልብል ነገር መጽናዕቲ ክካየድ ብምግባር ተጸኒዑ ላብ ስራሕ ክውዕል ኣብ ምግባር ምስ መዓልቲ ንልተሓሓዙ ዓበይቲ ታሪካት እዮም ማለት እዩ። ኢሉ እውን ኣብ መቐለ ኣብ ናይ ከተማ መቐለ ምምሕዳር ተላዒሉ። እስካብ ጥዕና ቢሮ መጣወ ይድረስ ለሎ ነዊሕ መንገዲ ብስመን ክፅዋዕ ብምግባር ጎደናኖታት ላተብሃለ ክፅዋዕ ተገይሩ ሰው እዚ ልኣደታት ልወሃብ ክብሪ እዩ ማለት እዩ እዚ መዓልቲ እኖ ሁልጊዜ ብዚ መልክዑ ኣብ ማሕበር እኖታ ልኖታት ላተከበረ ይመፅ ኣሎ ግን ናይ እኖ ጉዳይ ናይ ማሕበር እኖታ ልኖታት ጉዳይ ኣይኮነይ ናይ እኖ ጉዳይ ናይ ኩሉ ጉዳዩ ኢንክሉዲንግ ናይታ እኖ ጉዳይ እዩ ምክንያቱም እኖ እውን እኖ ላላታ ሶ እዚ በዓል እዚ ካብ ማሕበር እኖታ ልእኖታት ወፅኡ ብልምልከቶ ናይ መንግስቲ ኣካል ሪኮግናይዝ ተገይሩ ኩሉ ልንኡ ለኽብረሉ ብሓደ ለኽብረሉ ነገር ክፍጠር ብዚ ኣጋጣሚ እዚ ፃውዒት ልናቕረብኹ። ማሕበር እኖት ኣለኖታት ግን ፀገም ኣዴታት ኣብ ምፍታሕ ብርክት ልወሉ ስራሕቲ እውን እናሰርሐት ትርከብ ማሕበር እያ ማለት እዩ። ካፍቱ ትምስረተሉ ግዜ ጀሚሩ መጀመርያ ክትምስረት ተላ መናእሰይ ደቂ ኣንስትዮ ሀዚ ብጣዕሚ ብኣሰካፊ ኩነታት ሀዚ ብጣዕሚ ኣብ ኣፀጋሚ ኩነታት ኩለኹም ምናልባት ከካብ ቢሮኹም ላብዙይ ክትመጹ ተለኹም ኣብ መንገዲ ኣብ ምልማል ተሰማሪ ኣዴታት ብጣዕሚ ኣብ ልበዝሐሉ ሰዓት ኮይና ኢና ነውግዕ ኣለና ነገር ግን ኣብቱ ቴስዓይ ሰለስተይ መጀመርያ መናእሰይ ደቂ ኣንስትዮ ህጻናት ሒዘን ኣብ ጎደና ክልምና ተለዋ ብምርኣይ ልዚኣተን ሞያ ክነስንቀን ተኺኢልና ሞያ ከግንያ ተኺኢለን ስለ ማርያም ልብል ድምጺ እላሰምዐት እላሰምዐ ልዓቢ ህጻን ኣይህሌናይ እታ ኣዶ ዓርሳ ክኢላ ደቃ ብኣግባቡ ክተዕቢ ትክእል እያ so መናእሰይ ደቂ ኣንስትዮ ዓርሰን ክክእላ ምግባር ብልብል እዩ ብዚ ዕለት እዚ እታ ማሕበር ተጣይሻ እታ ማሕበር እዚኣ ዕስራይ ሓሙሽተይ ዓመታ እያ ተክብር እላ ኣብዚ ሰዓት እዚ ዕስራይ ሓሙሽተይ ዓመታ ክተክብር ተላ እቲ መጀመርያ ሒዛቶ ልተልዓለት ራእይ ሓፍ ብምባል ማዕረነት ፆታ ልምርግጋፅ። ማዕረነት ፆታ ልምርግጋፅ ድማ ኣብ ተፈላለዩ ዘርፊ ክንነጥፍ ኣለና። ኣብ ናይ ደቂ ኣንስትዮ ተጠቃምነት፣ እግሪ ምትካል፣ ኣብ ጥዕና፣ ኣብ ስርዓተ ኣመጋግባ፣ ኣብ ማሕበራዊ ተሓታትነት ኢሉ እውን ሀዚ ተፈጢሩ ኣብ ለሎ ምስቲ ጦርነት ተተሓሒዙ ልመፀ ፀገም ኣብ ናይ ሰላም ጉዳይ ብርክት ልበሉ ስራሕቲ ኣብ መላእ ትግራይ ኣብ ትሕቲ ምምሕደዳር ክልል ትግራይ ለለዋ ወረዳታት ስራሕቲ ትሰርሕ ኣክቲቭ ልኾኑ ዕስራይ ሰለስተይ ፕሮጀክትታት ኣለዋ ኣብዚ ሰዓት እዚ ኮይና ኣብዚ ነውግዐሉ ሰዓት ኮይና ክንህብል ተለና እዚ እውን ካብ ኢንተርናሽናል ትካላት ካብ ናይ UN ኤጀንሲ ብሓባር ኮይና እንሰርሖ እዩ። እዚ ክግበር ተሎ ዓቕማ ልምዕባይ ልተፈላለየ መንገዲ ላሰርሐት መጺኣ እኒያ። ኣብነት ናይ ኣውሮፓ ማሕበር፣ ናይ ኣሜሪካ መንግስቲ፣ ኢንተርናሽናል ኤንጅኦታት ገንዘብ ክባኻ ተለዋ ካባኻ ልደልኦ ከረጋግጾ ልደልያ ነገር ኣሎ። ሰርቲፋይድ ክትኾኑ ኢለን ልሓስብኦ ነገር ኣሎ። ማንኛውም ሲቪል ማሕበረሰብ ናይ ሲቪል ማሕበረሰብ ሰርቲፊኬት ጥራይ ስለ ለለዎ ገንዘብ ኣግንዩ ክሰርሕ እዩ ማለት ለይኾነ ናይ ኣውሮፓ ማሕበር ክተግኒ እንድሕር ኾይንኻ ብናያቶም ኣሰራርሓ ፓዶር ልበሃል ሬጅስትሬሽን ኣሎ። እዙይ ማለት ተመዝጊብኻ ኦዲት ተገይርኻ ኣሰስመንት ተሰሪሑልካ ገንዘብ ተሃብናዮ ገንዘብ ተሃብናያ ክትሰርሕ ትኽእል እያ። ዓላማ ናይቲ ገንዘብ ክተሳኽዕ ትኽእል እያ ልብል መረጋገጺ ካብ ኣውሮፓ ማሕበር ናይ ፓዶር ሰርቲፊኬት ብምግናይ ብተመሳሳሊ ናይ ኣሜሪካ መንግስቲ ቀደም ኢልና ኩልና እንፈልጦ USAID ተባሂሉ ልጽዋዕ ልነበረ ህዝቢ ስቴት ሚኒስተር ልምራሕ ልሎ ዩኒ ኢንቲቲ ኣይዲ ልበሃል ሰርቲፊኬት ኣሎ እዚ እውን እስካብ ናሳ እዩ ልፃረ ማለት ልሃብካዮ ገንዘብ ል ቴረሪስት ሀም ለይውዕል ብትክክል ኣብቲ ህብረተሰብ ኣብቲ ተጠቃሚ ክውዕል ሀም ልክእል ልፃረየሉ መንገዲ ብጣዕሚ ነዊሕን ብጣዕሚ ከቢድን እዩ። ብኡ መሰረት ኦዲት ተገይራ ተፃርያ ናይ ዩኒክ ኢንቲቲ ኣይዲ ሬጅስትሬሽን እውን ኣግንያ። ስለዚ ካብ ኣሜሪካ ክግነ ልክእል ሃፍቲ ናይ ምግናይ መሰል ለለዋ ትካል እያ። ተመሳሳሊ ናይ ዩኤን ኤጀንሲታት ብዙሓት ናይ ዩኤን ኤጀንሲታት ኣለዋ፣ ከም እኒ ዩኒሴፍ፣ ደብሊው ኤፍ ፒ፣ ዩኤንኤፍፒኤ፣ ዩኤን ውመን፣ ዩኖፕስ ገለ እንብሎ። እሱ እውን ብተመሳሳሊ ዩኤን ፖርታል ልበሃል ሲስተም ኣለዎ። ሸሞንተ ትሽዓተ ልኾኑ ካታጎሪታት ኣለዉ፣ ብዛዕባኻ ናይኻ መረዳእታ፣ ብዛዕባ ሒሳብ ኣተሓዛዝኻ፣ ብዛዕባ ፖሊሲ፣

ኦዲት ተገይራ ለድሊ መረዳእታታት ኣቕሪባ ተጻርያ እሱ እውን ኢሊጅብል ኮይና ዋን ጂኤምኤስ እውን ረጅስተር ገይራ እያ ትሰርሕላ ማለት እዩ ስለዚ እዚ እንታይ ማለት እዩ ብካልእ ኣባህላ ካብ ናይ ባዕላ ድኽመት ካብ ለይምጽሓፍ ካብ ለይምስራሕ ተለይኮይኑ ልወጹ ኩሎም ውድድራት ክትወዳደር ሰርቲፋይድ ልኾነት ትካል እያ ሃም ማሕበር ኑታት ልኑታት ማለት እዩ ስለዚ እዚ ኣፍቱ ተረባሕነት ኣፍቱ ሒዛቶ ለላ ራኢ ኣፍቱ ናይ ደቂ ኣንስትዮ ጸገም ኣብ ምፍታሕ ዓውዪ ዕድላት ይፈጥረላ ማለት እዩ so ብዚ ኣቢልና ኣምቲ ዓንተ ወለልክዎ ኣብ ዒስራይ ዒስራይ ሽዱሽተይ ላብ ዒስራይ ሰለስተይ ፕሮጀክትታት ኣለውና ኣብ ጥዕና ኣብ ስርዓተ ኣመጋግባ ኣብ ፕሮቴክሽን ወይም እዚ ናይ ጀንደር ቤዝ ቫዮለንስ እንብሎ ኣብ ሰላም እንሰርሖም ፕሮጀክትታት ኣለውና ማለት እዩ ብተመሳሳሊ ያው ብዙሕ ነገር ኤክሰርሳይስ ጌርና ኣለና በተለይ ድሕሪ ኖቨምበር ዕስራ ዕስራ ወይም ጥቅምቲ ዕስራይ ኣርባዕተይ ክልተ ሽሕ ዓሰርተ ሰለስተ ከም ትግራይ ብዙሕ ነገራት ኤክሰርሳይስ ገይርና ኣለና ጦርነት ብድሕሪኡ ናይ ፕሪቶርያ ስምምዕነት ኢሉ እስካብ ሀዚ ነገር ግን ካብ ግዜ ላብ ግዜ ብጣዕሚ ላተጋደደ ካብ ግዜ ላብ ግዜ ብጣዕሚ ላፀገመ ዓለም እውን ኣብ ዝተፈላለዩ ክራይስሳት ላኣተየትሉ ኩነታት ከምለሎ ንፈልጥ ኢና ብኡ ምስኡ ተታሒዞ እዚ ናይ USAID ኣብ ጃንዋሪ ዕስራይ ኣርባዕተይ ዕስራ ዕስራይ ሓሙሽተ ብምጽእ ኢሉ ናይ ትራፕ መንግስቲ ድሕሪ ላብ ስልጣን ምምጻእ ናይ ሰለስተ ወርሒ ናይ ስራሕ ም ጠጠው ምባል ወይም Stop Work Order ኣመሓላሊፉ ኣብ ቴስዓ መዓልቲ ኣጻርየ ምስ ናይ ዓደይ ረብሓ ምስ ናይ ዓደይ ጥቕሚ፣ ምስ ናይ ዓደይ ስትራቴጂ ኣብ ልኸዱ ጉዳያት ክሕግዝ እየ ኣብ ለይኾነ ግን ኣይሕግዝ እይ ብልብል ናይ USAID ፕሮጀክትታት ኩለን ጠጠው ከም ልበላ ይፍለጥ እዩ። ሀዚ መፂኡዎ ለሎ ሞዳሊቲ እውን ፈርስት ኣሜሪካ ብልብል ሞዳሊቲ እዩ መፂኡ እንዮ። እሱብ ያው ምርኣይ ምግንዛብ ለድሊ ነገር ምርኣይ ምግንዛብ ከድሊ እዩ። ግን ሀምዚ ዓይነታት ኦርደራት ክመፁ ተለው ኣብ ሓንቲ ለይቲ ብዙሕ ተሊምካዮ ልነበርካ፣ ብዙሕ ሓሲብካዮ ልነበርካ ብሓንቲ ትእዛዝ ጠጠው ልብለሉ ውነታት ከጋጥም ተሎ ቢሮኻ ዓፂኻ ትኸደሉ ኩነታት ይፍጠር ማለት እዩ። So ብዙይ መልክዑ ብዙሓት ድርጅታት ቢሮእን ዓፄን ሰራሕተኛታተን ኣሰናቢተን መኪናእን ከየንቀሳቐሳ ተገይረን ለለናሉ ኩነታት ኢና እኒኤና። እዙይ ከየጋጥም ከምኡ ዓይነት ነገራት ክህሊ ተሎ ዓርስኻ ምኽኣል ብጣዕሚ ኣድላይ ይኾን ማለት እዩ። ብተመሳሳሊ ኣብቲ ዕፅዋ ጊዜ የምት እነስታውሶ መድሓኒተይ ይመፅይ ያው ገንዘብ የለይ ኮሚኒኬሽን የለይ ምንም ነገር የለይ ኣብ ለይብሉ ጊዜ በብሰሙኑ ብክላስተር ላኸድና ኣብ ንእከበሉ ጊዜ ኣብቲ ናይ ኒውትሪሽን ክላስተር ለዴታት ጥኑሳት ልመጥወብቲ ልህፃናት ልመፅእ ካብ ብስርዓተ መጋግባ ፀገም ክመፁ ልኽእሉ ፀገማት ልሕክም መድሓኒታት እና ምግብታት ተዓፅዮም ክመፁ ኣይኸኣሉ ይብል ተብሃሉ ልኡውን ናይ ባዕልና ናይ ውሽጥና ዓቕሚ ምፍታሽ የድልየና ነይሩ እሱ መሰረት ገይርና መልሲ ክህብ ልኽእል ሕሩጭ ባህግና ተባሂሉ ልትፅዋዕ ሕሩጭ እውን ሰሪሕና ኣብ ትግበራ ኣውዒልና ኣለና ማለት እዩ ስለዚ ታይ ማለት እዩ ዒስራይ ሰለስተይ ዶ ፕሮጀክት ኣለና ህንድዚ ኣለና ገለ ክንብል ተለና እሱ ጽቡቁ እዩ ምሱ ተታሒዙ ግን እሳቶም ኣብ ጠጠው ኣብልሉሉ ግዜ እሳቶም ኣብ ልኸዱሉ ግዜ ኢሉ እውን ፕሮጀክት እውን ግዜ ገደብ ስለለለዎ ግዜ ገደቡ ክውዳእ ተሎ ተለይ ቀጺሉ ናይ ባዕልኻ ልኾነ ዓቅሚ ምህላይ ክህልየካ ግድን ይኾን ማለት ስለዚ ማሕበር ኖታልኖታት ልዚ መሰረት ብምግባር ዓርሳ እትኽእለሉ መንገዲ ሓንፂፃ ኣብ ምስራሕ እያ ትርከብ። እዚ ሓዲኡ ኣብ ናይ ትራንስፖርት ቱ ላኡ እውን ክትኣት ተለኻ እቲ ኣዋጅ እውን ስለ ልሕግዛ ቱ ልሲቪል ማሕበረሰብ ልምዝግብ ኣዋጅ እውን ስለ ልሕግዝ። ንግዲ ፍቃድ ኣውጺኣ ክትሰርሕ እይ ክትሰርሕ ተላ ግን እቲ ንቲ ላብ ስራሕ ትሰማረየሉ ዘርፊ ብትክክል ምስቲ ናይቲ ማሕበር ዓላማ ክመሳሰል ወይም ልቲ ዓላማ ደጋፊ ክኮን ክክእል ኣለዎ ማለት እዩ ታይ ማለት እዩ ማሕበር ኖታልኖታት ኣልኮል ፋብሪካ ክከፍት እየ ተይላስ ምስ ዓላማኣ ይከድ እዩ ነገር ግን ዓላማኣ መሰረት ልገበረ ኣብ ትራንስፖርት ትራንስፖርት ናይ ህብረተሰብ ፀገም ይቐርፍ እዩ። ኣብ ሰላም ትራንስፖርት ወይም ሰላም ናይ መንገዲ መጓዓዝያ ሼር ሆልደር ኮይና ትሰርሕ እያ። ብተመሳሳሊ ኣብ ናይ ኣብ ናይ ፋይናንስ ዘርፍታት ያው ናይ ፋይናንስ ጥቕሚ ኩለና እንፈልጦ ነገር እዩ ለዴታትውን ብጣዕሚ ጠቓሚ ነገር ስለልኾነ ምስ ኣንበሳ ኢንተርናሽናል ባንክ ምስ ወጋገን ባንክ እውን ሼር ሆልደር ኮይና ትሰርሕ እያ። እዚ ትሪእዎ ለለኹም ህንፃ ኣብ ውሽጡ ናሞያ መሰልጠኒ ማእኸል ኣለዎ። ክሊኒክ ኣለዎ። እቲ ናሞያ መሰልጠኒ ማእኸል ዋና ዓላምኡ መናእሰይ ደቂ ኣንስትዮ ሞያ ከግንያ ምግባር እዩ። ምስኡ ተታሒዙ እውን ከም ማንኛውም ናይ ሞያ መሰልጠኒ ማእኸል ሰርቪስ ትሸጥ ማለት እዩ። ዓዲጉ ክመሃር ልልደልየ ማሕበረሰብ እንደገና ሰርቪስ ብምሻጥ ዓርሳ እትኽእለሉ እቶት እተግንየሉ መንገዲ ምፍጣር። እቱ ናይ ማእኸላይ ክሊኒክ እውን ሀዚ ብልተጠናኸረ መልክዑ ላብ እግሪ ምትካል። ኣትዩ ስራሕ ክህብ ኣብ ምድላዋት ልኡል ከማኽሩ ልኽእሉ ኮንሰልታንት ቆጺራ ኣብ ምስራሕ እያ ትርከብ። እቱ ባህግና እንብሎ ሕሩጭ ኣብ ተመጣጠነ ሕሩጭ ብባህላዊ ከምቲ ኩለና ሕሩጭ እነጥሕኖ ኣብ እዳ መጥሐኒ ከድና ኢና እነጥሕን ኣለና ግን እሱ ላብ ኢንዳስትሪ ሌቨል ክዓቢ ኣብ ምግባር ብርክት ልበሉ ስራሕቲ ትሰርሕ እላ ሶ ብዘይ ኣቢላ ልህብረተሰብ ጥቅሚ ብለለዎ መልክዑ ናይ ዋዕላ እቶት እውን ሃልይዋ እቶም እንብሎም ለገስቲ ኣብ ለይህልይሉ ግዜ እያ ማሕበር ልተን ደቂ ኣንስትዮ ግልጋሎታ ክትህብ ጻዕሪ ገይራ እትኸድላ ማሕበር እያ ማለት እዩ። ብድጋሚ እንኳዕ ልመዓልቲ እኖ ኣብጸሐክን ጽቡቕ ዓመት ክኾነልኽን ይምነ። ኹለና ምት ንፈልጦ በተለይ ትግራይ በተለይ ኣዶ በተለይ ጓል ኣንስተይቲ ኣብ ፀጋሚ ኹነታት ኢና ለለና ብኹሉ ዓይነት ብኹሉ ዓይነት ናይ ትግራይ ፀገም ካብ ግዜ ላብ ግዜ ላተማሓየሸ ለይኾነስ ላገደደ እዩ ልኸድ ግን ናይ ኣዴታት ሮል እንደገና ዓብዪ ስለልኾነ ናይ ኣዴታት ዓቕሚ ኣብ ሰላም ዓብዪ ስለልኾነ ኹለን ኣዴታት ብሰላማዊ መልክዕ